ሰላም ጥዕና ይሃበልና ክቡራት ተኸታተልትና፣ እዚ ልሳን ተጋሩ እዩ። ልሳን ተጋሩ ተኣማንን እዋናውን ዝኾነ ሓበሬታ ንኽቡራት ተኸታተልታ ኣብ ምቕራብ እትነጥፍ ዘላ ሚድያ እያ። ንቻናልና ሳብስክራይበር ሼርን ላይክን በመግባር ክተተባብዕና ብክብሪ ንዕድመኩም። ናይዚ ዕለት ትኩስ ዜና ከም ዝስዕብ ቀሪባ ኣላ። መካናይዝድ ሓይሊ ናብ ትግራይ ምእታዎ፣ ኣፍሪካን ኢንተለጀንስ ብዛዕባ ሓድሽ ኩናት ትግራይ ዘጋለጾ ምሽጥር፣ ግብፅን ስዑድ ዓረብያን ወደብ ዓሰብ ንምቁፅፃር ሰራዊተን ይእትዋ፣ ናብ ትግራይ ዝጓዓዛ ዝነበራ ሰራዊት ኢትዮጵያ ዝፀዓና ባሳት ብዲብያ ምጥቃዕቲ ከቢድ ጉድኣት ምብፅሑ፣ ታንክታት ኤርትራ መቐለ ሓዊሱ ኣብ ብዙሓት ግዝኣታት ትግራይ ከም ዝርከባ ዓለም ለኻዊ ትካል ይፋ ምግባሩ፣ ኣብ ትግራይ ዝጅመር ዘሎ ውግእ ናይ ሱዳን መልክዕ ከም ዝህልዎ ምግላፁ፣ ሰራዊት ኦሮሞ ነፃነት ግንባር ወሰንቲ መስመራት ብምዕፃው ናብ ኣራት ኪሎ ይግስግስ ምህላዉ፣ ፅንፈኛ ሓይሊ ኣምሓራ ኣብ ጉዳይ ወልቃይት ንፋኖ መፀዋዕታ ምቕራቡ፣ ክቡራት ተኸታተልትና ናይ እዚኦምን ካልኦት ዝርዝር ክነስምዐኩም ኢና። ንምክትታልኩም ደጊምና ብኽብሪ ንዕድመኩም። ንቻናልና ሳብስክራይበር፣ ሼርን ላይክን ኣይትረስዑ። ሕጂ ናብ ዝርዝርም ሰበር ዜና ዘኣፍሪካን ኢንተለጀንስ፣ ክሪቲካል ትርቲስት ወዘተ ዝተብሃሉ ዓቢይቲ ትካላት ሒዘምዎ ዝወጹ ሓበሬታ ከም ዝሕብሮ ኣብ መንጎ ፌደራልን ሓይልታት ጽምዶን ኩናት ይጅመር ከም ዘሎ ገሊጸ። ክሪቲካል ትርቲስት ዝበሃል ትካል ኣብ ጦርነት ትኹረት ገይሩ ጸብጻባት ዘውጽእ ዓለም ለኻዊ ትካል እንትኸውን ሕጂ ድማ ኣብ ጉዳይ ነዊሕን ኣዕናውን ጦርነት ኢሉ ዝጸውዖ ኣብ መንጎ ፌደራል መንግስትን ኣብ መንጎ ሓይልታት ጽምዶን ዝጅመር ዘሎ ኩናት ብዙሕ ምሽጥራት ኣጋሊጻ ኣላ። ብመሰረት ሓበሬታ እቲ ትካል መንግስቲ ኢትዮጵያ ብሕቡራት ዓረብ ኢሚሬት ተሓዚሉ እቲ ኩናት ጅምሩ ኣሎ። እቲ ኩናት ዝጅመር ዘሎ ድማ ኣብ ልዕሊ ትግራይ ጥራሕ እንተይኮነስ ኣብ ልዕሊ ኤርትራ እውን እዩ ክብል ይገልጽ። ናይ መወዳእታ ታርጌት እቲ ብልጽግና ዝኸፍቶ ዘሎ ኩናት እውን ስርዓት ህግደፍ ምእላይ ከም ዝኾነ እዩ ዝግለጽ። እቲ ትካል ካብ ኣፍሪካን ኢንተለጀንስ ዝረኸቦ ሓበሬታ ኢሉ ዘጋለጾ መራሕቲ ህግደፍን መራሕቲ ሕወሓትን ኣብ ዘካየድዎ ናይ ላዕለዎት መራሕቲ ኣኼባ ፕሬዚዳንት ኢሳያስ ኣፈወርቂ ንመራሕቲ ሕወሓት ዝከላኸለላኦም ቃል ከም ዝኣተወ ሓቢሩ ኣሎ። ኣብ መንጎ ትግራይን ፌዴራል መንግስትን ካብ ዝጅመር ኩናት ሰራዊት ኤርትራ ንትግራይ ከም ዝከላኸለላ ፕሬዚዳንት ኢሳያስ ኣፈወርቂ ንመራሕቲ ሕወሓት ቃል ከም ዝኣተወሎም ገሊጹ ኣሎ። ብድሕረ ገጹ ኣቢሉ ይፋዊ ዝገበሮ ሓበሬታ፣ ሰራዊት ኢትዮጵያ ናብ ደቡብ ትግራይ ብበዝሒ ይጓዓዝ ምህላዉን ምስ ትግራይን ኤርትራን ዝተናውሐ ኹናት ይጅመር ከምዘሎን ይፋ ይገብር። ስለዚ ድማ እቲ ፌደራል መንግስቲ ዝጅምሮ ዘሎ ኹናት ብሓደ ወገን ሕቡራት ዓረብ ኢምሬት፣ እስራኤልን ኢትዮጵያን እንትህልዋ በቲ ካሊእ ወገን ድማ ስዑድ ዓረብ፣ ግብፂ፣ ሱዳን፣ ቱርኪ፣ ኤርትራ፣ ትግራይ ከም ዝስለፋ ሙሉእ ሓበሬታ ኣለኒ ክብል ገሊጹ ኣለ። ስለዚ ድማ እቲ ኣብ ልዕሊ ትግራይን ኤርትራን ዝጅመር ዘሎ ኩናት ከምቲ ናይ ሱዳን ኩናት ከም ዝኸውንን ብድሕሪት ብዙሓት ተሳተፍቲ ሃገራት ከም ዝህልዋን ብምግላጽ እቲ ኩናት ዝተናወሐን ኣዕናውን ከም ዝኸውን ሓቢሩ ኣለ። ነቲ ኩነታት ኣቐዲሞም ዝተረድኦ መራሕቲ ኤርትራ ንግብፂ ኣብ ወደብ ዓሰብ ክተልምዕን ወታደራዊ መዓስከር ክትሃንፅን ቦታ ከም ዝሃበታ ዝተገለፀ እንትኸውን ስዑድ ዓረብ እውን ኣብ ወደብ ዓሰብ ተሳታፊት ንክትከውንን ምስ ኤርትራ ዘለዋ ወታደራዊ ምትሕግጋዝ ክትዕብን ግብፂ ትሰርሕ ከም ዘላ እዩ እቲ ክሪቲካል ትሪት ተባሂሉ ዝፅዋዕ ኣብ ጦርነት ትኩረት ገይሮ ዝሰርሕ ትካል ይፋ ገይሩ ዘሎ እዚ ከምዚ ኢሉ እናሃለወ ፋኖ ናብ ትግራይ ኣብ ልዕሊ ዝጓዓዝ ዝነበረ ሰራዊት ብልፅግና ናይ ዲብያ መጥቃዕቲ ከም ዘብፀሐን ከቢድ ኪሳራ ከም ዘጋጠመን እዩ ዝግለፅ ዘሎ። ፍልፍላት ሒዘምዎ ዝወፅኦ ሓበሬታ ከም ዝገለፆ ኣብይ ኣሕመድ ካብ ክልል ኣምሓራን ክልል ኦሮሚያን ሰራዊት ብባሳት ፅዒኑ ናብ ትግራይ ብዘጓዕዘሉ ዘሎ ኣብዚ ሕጂ እዋን ኣብ መንገዲ ኣድብያ ዝጸንሐት ሓይሊ ፋኖ ኣብ ልዕሊ እተን ባሳት ናይ ከቢድ ብረት መጥቃዕቲ ብምኽፋት ከቢድ ጉድኣት ከም ዘብጸሐት እዮ ዝግለጽ ዘሎ። ኣብይ ኣሕመድ ንፋኖ ትሕት ግምት ብምሃብ እዝታቱ ናብ ትግራይ የጓዕዘን እኳ እንተሃለወ ምስ ትግራይ ጦርነት ኣብ ዝጀመረሉ እዋን ፋኖ ኣዲስ ኣበባ ክቆጻጸር ይኽእል እዮ ዝብል ስግኣት እናሓየለ ይመጽእ ከም ዘሎ ተፈሊጡ። ሕጂ ካብ ትግራይ ዝተረኸበ ሓበሬታ ከም ዝሕብሮ ሰራዊት ብልጽግና መካናይዝድ ሓይሉ ኣምሪሑ ናብ ትግራይ ከም ዝኣተወ ተሓቢሩ። እቲ ካብ ደቡብ ትግራይ ዝተረኸበ ሓበሬታ ብሰበር ዜና ከም ዘጋለጾ ሰራዊት ብልጽግና ብኣንፈት ዓፋር ናብ ግዝኣት ትግራይ ከም ዝኣተወ ተገሊጹ። ሰራዊት ብልጽግና ንደቡብ ትግራይ ብኣንፈት ዓፋርን ብኣንፈት ክልል ኣምሓራን ከበባ እናፈጸመ ከም ዝርከብ ክጽብጸብ ጸኒሑ እዩ። ሕጂ ድማ ሰራዊቱ ከም ዘእተወ እዮ ዝግለጽ ዘሎ። ብልጽግና ሰራዊቱ ናብ ትግራይ ዘጸግዐን ኣብ ምዕራብ ትግራይ ድማ ሰራዊት ዘእተወን እኳ እንተኾነ ኣብ ኣዲስ ኣበባ ናይ ሕብረት ኣፍሪካ ኣኼባ ይካየድ ስለዘሎ ኩናት ንምጅማር እቲ ኣኼባ ክሳብ ዝውዳእ እናተፀበየ ከም ዝርከብ ፖለቲከኛ ጀዋር መሓመድ ገሊፁ ኣሎ። ኣኼባ ሕብረት ኣፍሪካ ለካቲት ትሽዓተ ዝውዳእ ከም ዝኾነ እዮም ፍልፍላት ዝሕብር ዘለዎ። ስለዚ ድማ ኣብይ ኣሕመድ ኣጋይሽ ምስ ኣፋነወ ኣብ ልዕሊ ትግራይን ኤርትራን ኩናት ክጅምር ከም ዝኽእል ሊቃውንቲ ፖለቲካ እናገለጹ ይርከቡ። እዚ ከምዚ ኢሉ እናሃለወ ኣብዚ ሕጂ እዋን ሰራዊት ኤርትራ ኣብ ሙሉእ ትግራይ ከም ዝርከብ ሓደ ምሽጥራዊ ናይ ሳትላይት ትካል ይፋ ከም ዝገበረ እዮ ዝግለጽ ዘሎ። ብመሰረት ካብቲ ሳትላይት ዝተረኸበ ሓበሬታ ሰራዊት ኤርትራ ምስ መካናይዝድ ሓይሉ ኣብ መቐለ፣ ብዙሓት ግዝኣታት ሰሜናዊ ምዕራብ፣ ዓዲግራት ዝርከብ እንትኸውን ብኣንፈት ሑሞራ እውን ናብ ግዝኣት ትግራይ ኣትዩ ከም ዝርከብ እዩ እቲ ትካል ዝገልጽ ዘሎ። ብልጽግና ዝጅምሮ ዘሎ ኹናት ዋና ዓላምኡ ስርዓት ህግደፍ ብምእላይ ተልእኾ ሕቡራት ዓረብ ኤምሬት ምዕዋት ምዃኑ ዝተረድኦም መራሕቲ ኤርትራ፣ እቲ ኹናት ኣብ መሬት ትግራይ ንኽኸውን ሰራዊቶም ናብ ትግራይ ከም ዘእተዉ እዩ ዝግለጽ ዘሎ። ስለዚ ድማ እቲ ናብ ትግራይ ኣትዩ ዝበሃል ዘሎ ሰራዊት ኤርትራ፣ ሰራዊት ብልጽግና ንሰራዊት ትግራይ እንተሸኒፉ ናብ ኤርትራ ከም ዘምርሕ ስለ ዝፈልጥ ኣቐዲሙ ንምክልኻል ዝኣተወ ከም ዝኾነ እዩ ዝንገር ዘሎ። ሰበስልጣን ብልፅግና ሰራዊት ኤርትራ ካብ ግዝኣትና ይውፃእ ዝብል ደብዳቤ እንተፀሓፉ ንማሕበረሰብ ዓለም ሰራዊት ኤርትራ ወሪርና እናበሉ እንተፀንሑን እኳ ሰበስልጣን ኤርትራ ግን ሰራዊትና ዝወረሮ ግዝኣት ኢትዮጵያ የለን ዝብል መልሲ ከም ዝሃቡ ይፍለጥ። እዚ ከምዚ ኢሉ እናሃለወ ሕጂ ዝተረኸበ ትኩስ ዜና ከም ዝሕብሮ ድማ ወንበር ኣብይ ኣሕመድ ኣብ ከቢድ ሓደጋ ከም ዝወደቐ ዝገልጽ እዩ። ካብ ፍልፍላት ዝተረኸበ ሓበሬታ ከም ዝሕብሮ፣ ኣብ ክልል ኦሮሚያ ዝነበረት እዝ ሰራዊት ኢትዮጵያ ናብ ትግራይ ምጉዓዛ ስዒቡ ክልል ኦሮሚያ ብምልሻታት ክትሕሎ ከም ዝጀመረት ዝፍለጥ እንትኸውን እዚ ድማ ንኦሮሞ ነፃነት ግንባር ፅቡቕ ዕድል ከም ዝፈጠረሉ ተሓቢሩ። ሕጂ ካብ ክልል ኦሮሚያን ዙርያ ኣዲስ ኣበባን ዝተረኸበ ሓበሬታ ከም ዝገለጾ ኦሮሞ ነፃነት ግንባር ነቲ ናይ ክልል ምልሻ ብምድምሳስ ናብ ኣራት ኪሎ የምርሕ ከም ዘሎ ተገሊጹ። ኦሮሞ ነፃነት ግንባር መብዛሕትኡ ክልል ኦሮሚያ ብምቁፅፃርን ዋና መስመራት ብምዕፃውን ናብ ኣራት ኪሎ የምርሕ ከም ዘሎ እዩ ዝግለፅ ዘሎ። ኦሮሞ ነፃነት ግንባር ኣብቲ ጀኖሳይዳዊ ኩናት ትግራይ ኣራት ኪሎ ናይ ምቁፅፃር ዕድል ረኺቡ እንተነበረ እኳ እቲ ዕድል ክጥቀመሉ ድሌት ከም ዘይነበሮን ኣብይ ኣሕመድ ካብ ስልጣን ናይ ምእላይ እውን ትልሚ ከም ዘይነበሮን እዮም ፍልፍላት ዝሕብሩ። ኣብዚ ሕጂ እዋን ግን ሰራዊት ኦሮሞ ነፃነት ግንባር ኣራት ኪሎ ኣይቆፃፀርን እንተኽኢሉ እውን ፋኖ ናብ ኣራት ኪሎ የምርሕ ስለ ዘሎ ኦሮሞ ነጻነት ግንባር እውን ኣብ ዙርያ ኣዲስ ኣበባ ይተኣኻኸብ ከም ዘሎ እዩ ዝግለጽ ዘሎ። እዚ ድማ ናይ ጀዋር መሓመድ ተጽዕኖ ከም ዝኾነ እዮ ዝንገር ዘሎ። ጀዋር መሓመድ ምስ ብልጽግና ይሰርሕ እንተነበረ እኳ ሕጂ ግን ብኣብይ ኣሕመድ ተስፋ ከም ዝቖረጸን ካብ ስልጣኑ ንኸእለ ወፍሪ ይግብር ከም ዘሎን ፍልፍላት ይሕብሩ። እዚ ከምዚ ኢሉ እናሃለወ ኣብ ምዕራብ ትግራይ ዓሪዱ ዝርከብ ፅንፈኛ ሓይሊ ፋኖ መፀዋዕታ ከም ዘቕረበ ተሓቢሩ። እዚ ብስርዓት ኣራት ኪሎ ዝተመስረተን ተልእኾ ብልፅግና ንምዕዋት ዝንቀሳቐስን ብገበነኛ ኮሎኔል ደመቀ ዘውዱ ዝምራሕ ፅንፈኛ ሓይሊ ኣምሓራ ህወሓት ወልቃይት ከይትወስዳ ፋኖ ኣብ ጎንና ጠጠው ክብል ይግባእ ዝብል መፀዋዕታ ኣቕሪቡ ኣሎ። ፋኖ ብሕገ መንግስቲ ኢትዮጵያ መሰረት ምዕራብ ትግራይ ናይ ትግራይ ምዃኑ ዝኣመነን ንምዕራብ ትግራይ ኢሉ ዝኸፍሎ መስዋእቲ ከምዘየለን ቅድም ክብል ግልፂ ምግባሩ ይፍለጥ። ስለዚ ድማ እቲ ተለኣኺ ብልፅግና ዝኾነን ንግዝያዊ ጥቕሙ ኢሉ ተልእኾ ብልፅግና ኦሮሞ ንምዕዋት ዝንቀሳቐስን ሓይሊ ናይ ህዝቢ ኣምሓራ ተልእኾ ስለዘይብሉ ንፋኖ ዝገብሮ መፀዋዕታ ከምዝተነፀገ እዩ ዝንገር ዘሎ። ክቡራት ተኸታተልትና ዜናታት እዚ ዕለት ነዚኦም ይመስሉ ነይሮም። ስለምክትታልኩም ነመስግን። ሰላም